ሰላም ከመይ ትኾኑ ክቡራት ተኸታተልቲ ሲኤም ኤክስትራ ሾው ዕለታዊ ዜና ስፖርት ሒዝናልኩም ቀሪብና ኣለና ንምክትታልኩም ብኽብሪ ንዕድም ሓደ ካብቶም ዝዓበዩ ኣብ ጥልያን ዝካየዱ ናይ ትሕቲ ሰለስተን ዓመት ውድድር ላምፓር ዲያ ፒኮሎ ኤርትራዊ ናሆም ዝርኣይ ኣብ ምስ ጋንቱ ተሰሊፉ ኣብ ዝተወዳደረሉ መበል 24 ደረጃ ሒዙ ዛዚሙ። ሎምፓር ዲያ ሓደ ካብቶም ሓሙሽተ ዓይነት ውድድራት ዝሓቖፈ እዩ። ነዚ ናይ ሎሚ ዓመት ፈረንሳዊ ብሪስ ሮላልድ ቀዳማይ ኮይኑ ክዕወተሉ ከሎ ኢጣልያዊ ፈደሪኮ ሳቪኖ ን ስሎቬናዊ ጋል ጋልባርን ካልኣይን ሳልሳይን ደረጃ ሒዞም ኣብ ፖድዩም ዛዚሞም። ኣብ 2020 ያቆብ ደበሳይ ምስ ግሩፕ ፓማ ኤፍዲጄ ኣብ ዝነበረሉ ሳልሳይ ደረጃ ሒዙ ኣብ ፖድዩም ደይቡ ምንባሩ ሰነዳት ናይቲ ውድድር ይሕብሩ። ወዲ ሰላሳን ትሽዓተን ዓመት ብሪጣንያዊ ፕሮፌሽናል ተቐዳዳማይ ማርክ ካቫንዲች ኣብ ዝሓለፉ መዓልታት ካብ ልኡል ዓባይ ብሪጣንያ ዊልያም ሰር መዓርግ ተቐቢሉ። ኣብ ናይ ክልተ ሽሕን ዕስራን ኣርባዕተን ውድድር ቱር ዲ ፍራንስ መበል ሰላሳን ሓሙሽተን ናይ መድረኽ ዓወት ብምምዝጋብ ታሪኽ ዝሰርሐ ካቫንዲች፣ ንተንተንቲ ቅድድም፣ ንብሽክለታን ንጋዜጠኛታት ስፖርት ናይ ኩሉ ግዜ ዝበለጸ ቮላቲስታ ዓለም ተባሂሉ ዝጽዋዕ'ዩ። ካቫንዲች ካብ ክልተ ሽሕን ሓሙሽተን ጀሚሩ ናይ ክልተ ሽሕን ዓሰርተ ሓደን ቻምፕዮን ዓለም ጽርግያ ሓዊሱ ኣብ ሚእትን ስሳን ሓሙሽተን ውድድራት ክዕወት እንከሎ ኣብ ሪዮ ኦሎምፒክ ክልተ ሽሕን ዓሰርተ ሽዱሽተን'ውን ብሩር መዳልያ ዝተዓውተ ተቐዳዳማይ'ዩ። ጀማል ሙሲያላ ብሰንኪ ዘጋጠሞ ማህረምቲ ካብ ኣቅራይት ጋንታ ጀርመን ተኣልዩ። ባየር ሙኒክ ድሕሪ ሳምንታት ዝወሰደ መስፈርቲ ናይቲ ተካዓይ ኣብ ሻቕሎት ኮይና'ያ ግጥማታ ከተካይድ ቀንያ። ዘይነጻጸል ኣካል ክልቲኤን ጋንታታት ባየር ሙኒክን ኣቅራይት ጋንታ ጀርመንን ዝኾነ ሙሲያላ ብሰንኪ'ዚ ምኽንያት ኣብ ሕቑፊ ጁልያን ናግልስማን ኮይኑ ኣብ ዝመጽእ ጸወታታት ኔሽንሊግ ኣንጻር ቦዝንያን ሆላንድን ሓያል ግጥም ይጽበዮ'ኳ እንተነበረ ንኣጥቃዓይ ስቱትጋርት ጂሚ ሎወሊንግን መተካእትኡ ጻውዒት ኣቕሪብሉ ምህላዉ'ዩ ዝዝረብ። ባየር ሙኒክ ካብዘን ዝሓለፋ ቅንያት ኣብ ሜዳኣ ኣጸጋሚ ሰሙን ኣሕሊፋ። ኣንጻር ባየር ለቨርኩሰን ማዕረ ተፈላልያ፣ ድሕሪኡ ድማ ካብ ሜዳኣ ወጻኢ ኣብ ቻምፕዮንስ ሊግ ኣንጻር ኣስቶን ቪላ ተሳዒራ። ንሙሲያላ ምኽሳራ ንህሉው ኩነታት ዘጋድድ ኮይኑ'ዩ። እታ ጀርመናዊት ክለብ ገና ላዕለዋይ ደረጃ ክትሕዝ ኣይከኣለትን። ሰንበት ኣብ ቡንደስሊጋ ምስ ኣንትራክት ፍራንክፈርት ጸወታ ክህልዋ'ዩ። ከመይ ከም ትገብር ግን ኣብዘን ዝመጻ መዓልታት ኣሰላልፋኦም ክፍለጥ'ዩ። ባየር ሙኒክ ካብ ዘውጽኣቶ መግለጺ፣ ጀማል ሙሲያላ ንግዚኡ ካብ ጸወታ ክእለ'ዩ፣ ምኽንያቱ ዚኣካፋሊ ብሓካይም ናይታ ጋንታ ንዘጋጠሞ ማህረምቲ ንምሕዋይ ዕረፍቲ ተዋሂብዎ ስለዘሎ። ሙሲያላ ኣብ ኩለን ሸሞንተ ጸወታታት ባየር ሙኒክ ተሰሊፉ ሰለስተ ሸቶታት ኣበርኪቱ። እቲ ተካዕይ ቅልጡፍ ምሕዋይ ክገብር ባየር ሙኒክ ብሃንቀውታ ትጽበ። እዚ ናይ ክልተ ሰሙን ሃገራዊ ዕረፍቲ ድማ ዝያዳ ሩፍታ ዝህብ'ዩ። ቶማስ ሙለርን ሌሮር ሳነን ድማ ነቲ ኣጋጢሙ ዘሎ ሽግር ክፈትሑ ብኣሰልጣኒ ቪንሰንት ኮምፓኒ ተስፋ ተነቢሩሎም ኣሎ። ሓይሊ ዝህቡ መድሃኒት ወሲዱ ተባሂሉ ንኣርባዕተ ዓመታት ኣብ ዝኾነ ጸወታ ከይሳተፍ እገዳታት ተነቢርሉ ዝጸንሐ ፈረንሳዊ ኣካፋሊ ፖል ፖግባ፣ ድሕሪ'ቲ ዝተገበረሉ መርመራታት መቕጻዕቱ ዓሰርተ ሸሞንተ ኣዋርሕ ከም ዝጎደለሉ ይሕበር ኣሎ። ወዲ ሳሳን ሓደን ዓመት ፖል ፖግባ ኣብ ዝመጽእ ጥሪ ልምምድ ክጅምር ምዃኑ ካብ መጋቢት ጀሚሩ ጾሩ ከራግፍ'ዩ። ከምቲ ቀዲሙ ዝብሎ ዝነበርኩ ብፍላጥ ንሕግታት ጸረ-ሓይሊ ዝህብ መድሃኒት ኣይጠሓስኩን። ብዶክተረይ ዝተኣዘዘለይ መድሃኒት'የ ወሲደ። እንተኾነ ሕጊ እንተጢሒስካ ከኣ ክትቅጻዕ ግድን እዩ። ንጥርዓነይ ሰሚዖም መልሲ ንዝሃቡኒ ዝምልከቶም ኣካላት ከመስግን ይፈቱ። ኣዝዩ ኣጨናቒ ግዜ እየ ኣሕሊፈ። ምኽንያቱ እቲ ንኽንደይ ዓመታት ዝጸዓርኩሉ እዩ ሃንደበት ተስፋይ ኣቝሂሙለይ ኢሉ። መቕጻዕቱ ካብ ኣርባዕተ ዓመት ናብ ዓሰርተ ሸሞንተ ኣዋርሕ ከም ዝጐደደሉ ምስ ተሓበሮ ከኣ ኣብ መወዳእትኡ እቲ ዘባህርር ለይቲታት ተወዲኡ ኢሉ። ምስ ሃገራዊት ጋንታ ፈረንሳ ብምዃን ዋንጫ ዓለም ዝተዓወተ ፖል ፖግባ፣ በቲ ኣቐዲሙ ተወሲኑ ዝነበረ ናይ ኣርባዕተ ዓመት መቕጻዕቲ ኣብ ክልተ ሽሕን ዕስራን ሸውዓተን ናብ ጸወታ ክምለስ ዝግብኦ ነይሩ። ምስ ማንቸስተር ዩናይትድ ዝነበሮ ውዕል ኣብ ሓምለ ክልተ ሽሕን ዕስራን ክልተን ምስ ኣብቅዐ፣ ብነጻ ናብታ ኣቐዲማ ጋንታኡ ዝነበረት ጁቬንትስ ንኣርባዕተ ዓመታት ዘጽንሖ ውዕል ብምኽታም ምስ ጁቬንትስ እናተጻወተ እንከሎ'ዩ ሃንደበታዊ መርመራ ምስ ተገብረሉ ኣብ ደሙ ሓይሊ ዝህብ መድሃኒት ጸኒሑ። ድሕሪ እቲ ሓድሽ ሓበሬታ እገዳ መድሃኒት ፖግባ ብይግባይ ምጉዳሉ ንምዝራብ ፈላማይ ዕድል ዝረኽበ ሞታ ቀዳም ኣብ ዝሃቦ ጋዜጣዊ መግለጺ፣ ጁቬንትስ ድሕሪ ክንድዚ ዝኣክል ነዊሕ ግዜ ካብ ኩዕሶ እግሪ ወጻኢ ዝኾነ ኣባላት ደረጅኡ ክትከታተሎ ከም ትግደድ ኣረዲኡ። ፖግባ ኣብ መስከረም ክልተ ሽሕን ሸሞንተን ሰለስተን ጀሚሩ ኣብ ምርመራ ሓሽሽ ድሕሪ ምውዳቑ ኣይተጻወተን ዘሎ። እዚ ድማ ንኣርባዕተ ዓመት እገዳ ክግበረሉ ምኽንያት ኮይኑ። እዚ ድማ ብቤት ፍርዲ ናጻ ስፖርት ብዓርቢ ናብ ዓሰርተ ሸሞንተ ኣዋርሕ ወሪዱ። ፖግባ ኣብ ወርሒ ጥሪ ዳግማይ ልምምድ ክጅምርን ኣብ መጋቢት ዝመጽእ ጸወታታት ንምምራጽ ብቑዕ ክኸውን ተስፋ ዝህብ እዩ። ፖግባ ምስ ጁቬንቱስ ተመሊሱ ንፈለማ ዓመቱ ብዘጋጠሞ ተኸታታሊ መስበርቲ ኣብ ዝሓለፈ ክልተ ዓመትን ፈረቓን ሓንቲ ጸወታ ጥራይ ተሰሊፉ። ኣብቲ ናይቲ ግዜ ብሕታዊ ጅማሮ ኣብ ግንቦት ክልተ ሽሕ ዒስራን ሰለስተን ኣንጻር ክሪሞነዝ ብሰንኪ ምዝንባዕ መስበርቲ ንዕስራን ኣርባዕተን ደቓይቕ ጥራይ'ዩ ኣብ ሜዳ ተራእዩ። ሞታ ምስ ናይ ጓሂኡ ከኣ ብዛዕባ እቲ ፈረንሳዊታ ክለብ እንታይ ክትገብር ከም ዘለዋ ክትግምግም እያ። እንተ ኣነ ግን ንነዊሕ እዋን ዘይተጻወተ ፖግባ ብሉጽ ተጻዋታይ እዩ ነይሩ። ሕጂ ግን ኣብ ናይ ጽባሕ ጸወታ ኣተኲረ ኣለኹ፣ ካልእ ኩሉ ድማ ከምኡ እዩ ክብል ኣብ ጁቬንትስ ክምለስ ዘለዎ ተኽእሎ ጸቢብ ምዃኑ ገሊጹ። ጁቬንትስ ብዘይ ፖግባ ተጻዋርነታ ጥራይ ኣላ። ኣብ ክልተ ሽሕ ዒስራን ሰለስተን ክልተ ሽሕ ዒስራን ኣርባዕተን ኣብ ውሽጢ ኣርባዕተ ዓመታት ዝበለጸ ዓመተ ስፖርት ኣስተማቒራ። ተኣጊዱ ከሎ ኣብታ ክለብ ልምምድ ክገብር እኳ እንተዝተፈቐደሉ፣ ድሮ ምስ ደቂ ጋንትኡ ክጽንበር ኣብ ዝኽእለሉ ወርሒ ጥሪ ንምድላው ኣብ ብቕዓቱ በርቲዑ ይሰርሕ ከምዘሎ ከረጋግጽ ድማ ከምዝግደድ ብዙሓት የረድኡ። እቲ እገዳ ምስ ተወድኣ ድሕሪ ኣርባዕተ መዓልትታት ኣብ መበል ሳሳን ክልተን ዓመቱ ፖግባ ቀልጢፉ ክምለስ እንተዘይክኢሉ ኣብ ላዕለዋይ ክለብ ዝነበሮ ሞያ ኣብቂዑ ክኸውን ይኽእል እዩ ድማ ይብሉ ተንተንቲ። ብራዚላዊ ኔይማር ንኣስታት ሓደ ዓመት ካብ ጸወታ ወጻኢ ዝኾነ መሃረምቲ ድሕሪ ምግጣሙ፣ ካብ ስርዓተ ትምህርቲ ወጻኢ ንዝግበር ንጥፈታት ሞያ ብዙሕ ግዜ እዋን ኣሕሊፉ። ሓደሽቲ ገዛውቲ ብምልላይ ድማ ንመጻኢ እዋናቱ ንምሕላፍ ኣንቂዱ ዘሎ ይመስል። እዚ ኣጥቃዓይ ኣል ሂላል ካብ ወደባዊት ከተማ ኣንግራ ዶስ ሬይስ ዝርከብ ትሮፒካዊ ደሴት ጃፖኣ ፕራይቨት ገዝኦ ከምዘቕረበ ከኣ መርበብ ሓበሬታ ዘ ሳን የነጽር። ኔይማር ነታ ደሴት ገዛኡ ህንጡይነት ከምዘሕደረ ዋና እታ ደሴት ዝሓተቶ ዋጋ ልዕሊ ሰለስተ ሚልዮን ፓውንድ ድሕሪ ምውራዱ'ዩ ዝግለጽ። እዚ ሽዱሽተ ኤክርስ ስፍሓቱ ዓይነት በዓቲ፣ ክልተ ማስተር ገዛውቲ፣ ሰለስተ ንባሕሪ ዝጥምቱ ባንገሎታትን ቆፎ ዓሳ ቅዲ ዘለዎ ቀንዲ ቪላ ዘጠቓለለ ኮይኑ፣ ብጃልባ ወይ ሄሊኮፕተር ጥራይ'ዩ ክብጻሕ ዝኽእል። ሓደ በጻሒ ኣብ ኢንተርነት ኣብ ዝሃቦ ገምጋም፣ እቲ ስፍሕ ዝበለ ጥሪት ውቅያኖስ ምስጢራዊ መልክዓ ምድርን ናይታ ደሴትን ነዚ ገለ ብሕትውና ንምርካብ ንምእማኑ ዘጸግም ፍሉይ ቦታ ይገብሮ ክብል ጽሒፉ። ወዲ ሰላሳን ክልተን ዓመት ኔይማር ኣብ መወዳእታ እዚ ወርሒ ብናይ ልዕሊ ኣርብዓ ሽሕ ፓውንድ ወጻኢታት ነታ ደሴት ክካረያ መደብ ከም ዘሎ ብራዚላዊ ጋዜጠኛ ሊዮ ዲያስ ገሊጹ። ብዘይካዚ ብሩና ማርኬዝን ዝተባህለ ካብቶም ቅድሚ ሕጂ ኣብታ ደሴት ዝጸንሑ ሓደ ምዃኑ ድማ ጸብጻባት ይሕብሩ። ናይ ነይማር ማህረምቲ ኣብ ምሕዋይ ገጹ'ዩ። ዋላ'ኳ ብጭቡት ናብ ጸወታ ክምለስ ክጽበ ክግደድ ይኽእል እንተኾነ፣ እቲ ኣባል ሃገራዊት ጋንታ ብራዚል ኣብዚ ቀረባ እዋን ኣብ ጎኒ ደጋንቱ ኣል ሂላል ኮይኑ ልምምድ ከምዝገብር ዝገልጽ ሓድሽ ሓበሬታ ዘርጊሑ ምንባሩ ይፍለጥ። ሮናልዶ ኣብ ዝመጽእ ክራማት ንዲብሮይን ቀዳምነት ምርጫ ኣል ነስር ገይሩ ኣቐሚጥዎ ኣሎ። እዚ ፖርቱጋላዊ ስፖርት ስታር ነዚ ቤልጂማዊ ክጽንበር ንምእማን ቀንዲ ክኸውን ይኽእል እዩ። ዲብሮይን ናብ ስዑድ ዓረብ ክግዕዝ ምዃኑ ይግለጽ እኳ እንተነበረ ንሲቲ ግን እሙን ኮይኑ እዩ ጸኒሑ። ይኹን እምበር ውዕሉ ምንዋሕ ተኽእሎ ስለዘየለ ሮናልዶ ናብ ኣል ነስር ንምምጻእ ይጽዕር ምህላዉ እዩ ይሕበር። ኣል ነስር ነቲ ኣበርካቲ ናብ ስዑድ ዓረብ ብምስሓብ ኣብ ሰሙን ክሳብ ሓደ ሚልዮን ዶላር ክኸፍሎ ምዃኑ ይግለጽ። ሮናልዶ ነቲ ተጻዋታይ ልዕሊ ኣል ሂላል ንምስጓም ክሕግዝ ዝኽእል ለውጢ ክፈጥር ዝኽእል ፈራሚ ኮይኑ ይርእዮ። እዚ ቤልጂማዊ ንውሑዳት ዓመታት መስበርቲ ስቓይ ኣሕሊፉ እንተነበረ ሕጂ'ውን ዓቢ ለውጢ ንምምጻእ ዘኽእል ብቕዓት ከምዘለዎ ይሕበር። ደብረይን ዝሓለፈ ዓመት ኣብ ፕሪመር ሊግ ዓሰርተ ሸሞንተ ጸወታታት ጥራይ'ዩ ተሳቲፉ፣ እዚ ድማ ናብታ ክለብ ካብ ትጽንበር ንደሓር ኣብ ሓደ ወፍሪ ዝወሓደ ድምር ጸወትኡ'ዩ። እንተኾነ ግን እዚ ቤልጂማዊ ገና ዓሰርተ ንሸቶ ዝኾናኳ ዓሳሱ ብምስራሕ፣ ኣርባዕተ ሹታት ብምጽጋብ ንሲቲ ንኻልእ ዋንጫ ንምዕዋት ካብቶም ቀንዲ ተሰለፍቲ ሓደ እዩ። እዚ ዓመተ ስፖርት ንዲብሮይነ ኣብ ሲቲ ናብ ፕሪመር ሊግ ናይ መወዳእታ ክኸውን ይኽእል እዩ። እቲ ቤልጁማዊ ውዕሉ ኣብ ሰነ ክልተ ሽሕን ዕስራን ሓሙሽተን ዝውዳእ ኮይኑ ኣብ ኤውሮጳ ክቕጽል ይደሊ ድዩ ወይስ በቲ ኣብ ስዑድ ዓረብ ክሰሓብ እዩ ሰለ ኢልካ ዝርእ እዩ። ራምስዴል ኣብ ዓመተ ስፖርት ክልተ ሽሕን ዕስራን ክልተን ክልተ ሽሕን ዕስራን ሰለስተን ቁጽሪ ሓደ ሓላዊ ልዳት ማዕጾ ኣርሰናል ኮይኑ ድሕሪ ምጽንሑ ኣብ ደንበ ሓለውቲ ልዳት ወጥሪ ተፈጢሩ ኣብ ዝነበረሉ እዋን ግን ሚኬል ኣርቴታ ብዴቪድ ራያ ክትክኦ ምውሳኑ ህላውነቱ ኣብ ሕቶ ምልክት ኣእትዩ። እዚ ናይ እንግሊዝ ምሩጽ ነቲ ኣብ መንጎ ጠመተ ቀዳማይ ምርጫ ኣርቴታ ምዃኑ ርእሰ ምትእምማን ዝተሓተሉ ራያ ንምእላይ ብዙሕ ክገብር ኣይክእልን'ዩ። ራምስዴል ንኻልኣይ ዓመተ ስፖርት ኣብ ተቐያሪ ወንበር ኮፍ ካብ ዝብል ብዙሓት ከም ደረጃ ምውራድ ኣብ ዝረኣይዎ ጸወታታት ናብታ ንድሕሪት ምምላስ ዝመረጸት ክለብ ሳውዝሃምፕተን ተሰጋጊሩ። ቅድሚ ናብ ኤሜሬትስ ምምላሱ ንፉትቦል ፎኩስ ራምስዴል ኣብ ዝሃቦ መግለጺ ኣብ ተቐያሪ ወንበር ኮፍ ኢለ እንተዝኸውን ፕሪምየር ሊግ ምዕዋት ንዓይ ክንድዚ ትርጉም ኣይምሃለዎን። ኣነ ኩዕሶ እግሪ ክጻወት ጥራይ ዝደሊ ነይረ። ቆልዓ ከለኹ ከይተረፈ ኣብ መንበር ኮፍ ኢለ ጥራይ ክርኢ ኣይብህግን እየ ነይረ። ግድን ክጻወት ነቶም ኣሰልጠንትና ይህብዎም ምንባረይ ይዝክር። ስለዚ ምውጻእን ምጽዋትን ዕላማይ ስለ ዝነበረ ዕድለኛ እየ። ኣብዛ ውሳብሳን ክፍትን ምንባረይ ኢሉ ራምስዴል ኣብ ዝቕነ ካብታ ክለብ ካብ ዝወፅእ ንፈለማ እዋን ናብ ኤምሬትስ ክምለስ ከሎ ኣሰልጣኒ ነበር መራያ ምውራዱ ጌጋ ምንባሩ ከረጋግፅ ውሑዳት መዓልታት ክፅበ እዩ። እዚ ሓላዊ ማዕፆ ኣብ ደቡባዊ ግርማዊ ባሕሪ ተመሊሱ ዝበለፀ ጅማሮ ህይወት ኣይረክበን። እዚ ማለት ሳውዝሃምፕተን ካብ ታሕቲ ካልኣይቲ ዝኾነት ጋንታ ካብ ክህልዋ ዝኽእል ዓሰርተ ሸሞንተ ነጥቢ ሓንቲ ነጥቢ ኣኪባ ጥራይ ምንባራ